ፈርዲናንድ እቲ ለዋህ ብዕራይ ኣብ መጀመርታ ኣብ እስጳኛ ኣብ ሓደ ገጠር ካሳዴል ቶይሮ ኣብ ዝተባህለ መውዓሊ ብዕራይ ሓደ ጉጅለ ንኣሹ መራኹት ንሓደ ዕላማ ይዓብዩ ንፉዓት ተዋጋእቲ ኣብ ዕር ምዃን ጥራይ ይለማመዱ ኩሉ ግዜ ድማ ንሓድሕዶም ይወዳደሩ እቲ ቦታ ነዚ ተባሂሉ ዝተዳለወ እዩ ኩሎም እዚ ተረዲኦም ድማ ይቕበልዎ። ብዜካ ሓደ፣ ፈርዲናን ኣብ ምቅላስ ምንም ተገዳስነት ዘይብሉ ምራኺ። እቶም ካልኦት ከደፋፍኡን ብርእሶም ክጋጨዉን ከለዉ፣ ፈርዲናንድ ግን ኣብ ሓደ ጸግዒ ምስ ሓንቲ ዕምባባ ኮይኑ ማይ የስትያ፣ የዘራርባ። ንሱ ከምዚ ምግባር ምሉእ ብምሉእ ሕጉስ እዩ ዝገብሮ። ሓደ መዓልቲ ሓደ ዓቢ ማኪና፣ ትራክ፣ ናብቲ ቦታ ትመጽእ። እቶም ካልኦት ምራኹት ብሓጎስ ይጭድሩ። ፈርዲናንድ እንታይ ይኸውን ከም ዘሎ ይሓትት። ቫሌንቴ ዝተባህለ ምራኽ ድማ እዚ ናይ ዓወት መኪና ምዃኑ ይነግሮ። እዚ መኪና እዚ ነቲ ዝበለጸ ብዕራይ ናብ ዝና ወይ ኮኾብ ንምዃን ይወስዶ። እዚዩ እቲ ኩሎም ዝሰርሕሉ ዘለዉ። እቶም ምራኹት ብኡ ንብኡ መን ክምረጽ ከም ዘለዎ ክከራኸሩ ይጅምሩ። ኣብቲ ክርክር ቫሌንቴ ንቦንስ ዝተባህለ ምራኽ ናብቲ መቃላሲ ብሜዳ ይደፍኦ። ቦንስ ድማ ነቲ ፈርዲናንድ ክከናኸና ዝጸንሐ ዕምባባ ንኽረግጻ ቁሩብ እዩ ተርፎ። ፈርዲናንድ እዚ ምስ ረኣየ ነታ ዕምባባ ንምክልኻል ይንቀሳቐስ። ቫሌንተ ነዚ የስተውዕለሉ እሞ ንፈርዲናንድ ንምውጋእ ንኽቕስቅስ ኢሉ ነታ ዕምባባ ክጭፍልቓ የፈራርሖ። ፈርዲናንድ ግን ከይተባእሰ ነታ ዕምባባ ብኣካላቱ ይኽወለላ። እቲ ማዳቶር መጺኡ ነቶም ዓበይቲ ኣብዑር ክወዳደሩ ይዕዘቦም። ኣቦ ፈርዲናንድን ኣቦ ቫሌንቴን ኣብቲ ሜዳ ይገጥሙ። እቲ ተዋጋኢ ወይ ተቓላሲ ንኣቦ ፈርዲናንድ ይመርጽ። ኣቡኡ ቅድሚ ምኻዱ ፈርዲናንድ ናብኡ ጎዩ ብምኻድ ክቃለስ ብዘይ ምድላዩ ጸገም ኣለዎ ድዩ ኢሉ ይሓቶ። ኣቡኡ ድማ ሓደ መዓልቲ ፈርዲናንድ እቲ ኣብቲ ሜዳ ዝርኣ ዝዓበየ ብዕራይ ክኸትከውን ኢኻ ኢሉ የጸናንዖ። እዚ ሕያዋይ መልሲ'ዩ ነይሩ። ግን ፈርዲናንድ ዝደልዮ መልሲ ኣይነበረን። ኣቡኡ ክኸይድ ከሎ ይዕዘቦ። ናብ ደንብኡ ክምለስ ከሎ በቲ ዕምባባ ዝነበረትሉ ቦታ ይሓልፍ። ቫሌንቴ ጨፍሊቕዋ ነይሩ። ፈርዲናንድ ንብኡ ብዓወት ክምለስ ንመዓልታት ይጽበዮ። ሓደ ለይቲ ድምጺ ናይቲ መኪና ሰሚዑ ብተስፋ ናብቲ ኣፍደገ ይኸይድ። እታ መኪና ግን ጥራያ እያ ነይራ። ሻምፕዮን የለን፣ ኣቦኡ እውን የለን። ፈርዲናንድ ከም ኩሎም ንኣሹ እንስሳታት ሓደ ሕማቕ ነገር ምስ ተፈጸመ ዝርድኦም ኣቦኡ ከም ዘይመጽእ ይርዳእ። ብድሕሪ እዚ ፈርዲናንድ ክሃድም ምስ ደለየ፣ ሓደ ሰራሕተኛ ደምበ ርእይዎ ናብ ውሽጢ ክመልሶ ይፍትን። ፈርዲናንድ ይሃድም፣ ብኣፍደገ ወጺኡ የምልጥ። መንገዲ ባቡር ይሳገር እሞ ኣብ ሓንቲ እትንቀሳቐስ ባቡር ይስቀል።
ካብ ካሳ ዴ ፔሮ ድማ ይጠፍእ። እታ ባቡር ኣብ መወዳእታ ደው ትብል፣ ፈርዲናንድ ድማ ይወርድ። መገዲ ጠፊእዎ ኣብ ዱር ዘወር ክብል ከሎ ድምጽን ጫውጫውታን ኣኻልብ የፍርሖ'ሞ ናብ ሓደ ዓሚቕ ጉድጓድ ሸተት ኢሉ ይኣቱ። ኣብ ታሕቲ ምስ ወደቐ ድማ ፌንቲ ይዓጹ። ምስ ነቕሐ ሓንቲ ኒና ዝተባህለት ንእሽቶ ጓል ኣብ ጎኑ ተንበርኪኻ ይረኽባ። ፈርዲናንድ መጀመርያ ይፈርሕ፣ ግን ኣብ ዙርያ ኒና ብዙሓት ዕምባባታት ምስ ረኣየ ክኣምና ይጅምር። ክልቲኦም ግዜኦም ኣብቲ ግራት ብምዝዋር ሽታታት ብምሽታት ንዓለም ብፍጥነት ፈርዲናንድ ብዝሰማምዖ መንገዲ ብምድህሳስ የሕልፍዎ። ንሱ ኣብኡ ይጸንሕ። ንኣቦኒና ኽዋን ኣብ ስራሕ ሕርሻ ይሕግዞ። ዓመታት ይሓልፍ። እቲ ንእሽቶ ምራኽ ዓብይን ገዚፍን ብዕራይ ይኸውን። ሕጂ እውን ከም ቀደሙ ብሰላም ኣብቲ ግራት ይነብር ነበረ። እቲ ዝዓበየን ዝለውህን እንስሳ እውን ኮነ። በብዓመቱ እቲ ግራት ንበዓል ዕምባባ ዝኸውን ዕምባባታት የፍሪ። እቲ ዓቢ መዓልቲ ምስ መጸ፣ ኽዋን ንኒና፣ ፈርዲናንድ ሎሚ ዓመት ክኸይድ ኣይክእልን እዩ ይብላ። ኣብ ማእከል ብዙሕ ሰብ ንምዃን ኣዝዩ ገዚፍ እዩ። ኒና ብዘይ ንሱ ክትከይድ ኣይደለየትን፣ ግን ኣብ መወዳእታ ኣቦኣ የእምና። ንፖኮ ናይቲ ስድራ ከልቢ ሒዞሞ ድማ ይኸዱ። ፈርዲናንድ ካብ ላዕሊ ኮይኑ ክኸዱ ከለዉ ይዕዘቦም። ክጸንሐ ወይስ ክስዕቦም? ንነዊሕ ግዜ ምስ ገዛእ ርእሱ ይከራኸር እሞ ኣብ መወዳእታ ድማ ይኽተሎም። እቲ በዓል ብሰባትን ብሕብርታትን ዝመልኦ እዩ። እዚ ዓይነት ሃዋህው ንሓደ ዓቢ ብዕራይ ዝኸውን ኣይኮነን። ፈርዲናንድ ንኒና ንምርካብ ብጥንቃቐ ይንቀሳቐስ። ሰባት ክርእይዎ ከለዉ ፋሕ ይብሉ። ንኒና ይርእያ እሞ ናብኣ ገጹ ክኸይድ ይጅምር። ድሕሪኡ ርእሱ ኣብ ገመድ ክዳውንቲ ይኣቱ እሞ ሓደ ቬስት ገጹ ይሽፍኖ። ምንም ክርኢ ኣይከኣለን። ክወጽእ ኢሉ ክንቀሳቐስ ከሎ ብቐጥታ ኣብ ልዕሊ ሓደ ንህቢ ኮፍ ይብል። እቲ ንህቢ ድማ ይነኽሶ። ፈርዲናንድ ብብርቱዕ ቃንዛን ዓይኑ ተሸፊኑን ብዓይኒ ዕሙት ኣብቲ በዓል ይጎዪ። ምስ ናይ ዕምባባ መሸጢ ድማ ይጋጮ። ሓደ ሕጻን ኣብ ቀርኑ ይስቀል። እቲ ሕጻን እዚ ነገር ስለ ዘስሓቖ ነቲ ኣብ ገጽ ፈርዲናንድ ዝነበረ ዓለባ ይኣልዮ። ፈርዲናንድን ነቲ ሕጻንን ነቲ ዝጎየላ ዘሎ መኪናን ይርኢ። ግን ደው ክብል ኣይከኣለን። ነታ ኣብ ቅድሚኡ ዝነበረት መኪና ድማ ይሃርማ እሞ እቲ ሕጻን ናብ ኣየር ይድርበ። እቲ ሕጻን ኣብ ሓደ ገመድ ዕንባባታት ተሰቒሉ ብሰላም ይንጥልጠል። ፈርዲናንድ ነቲ ሕጻን ከይወድቕ ጎዩ ይሕዞ ደው ይብል። የስተንፍስ እቲ ሕጻን ብምድሓኑ ድማ ደስ ይብሎ። እቲ ዘሕዝን ግን እቶም ሰባት ሓደ ዓቢ ብዕራይ መኪና ክጭፍልቕ ህጻን ናብ ኣየር ክድርቢ ኣብቲ በዓል ክርብሽ ጥራዮም ርእዮም ብዛዕባታ ዝነኸሰቶ ህዝቢ ንህቢ ምንም ኣይፈልጡን። ብድሕሪዚ ናብ ተቖጻጸርቲ እንስሳታት ኣኒማል ኮንትሮል ደዊሎም ይጽውዕዎም። ፖኮ ንፈርዲናንድ ናብቲ ግራት ክሃድም ይነግሮ፣ ንሱ ድማ ነቶም ፖሊስ ከዘንግዖም ይፍትን፣ ንሳቶም ግን ንፖኮ ዕሽሽ ይብልዎ። ፈርዲናንድ ብጸቢብ መንገድታት ይጎይ እሞ ክሕባእ ናብ ሓደ ህንጻ ይኣቱ። እቲ ህንጻ ናይ ሰራሚክ፣ መስትያትን ቤተ መዘክር፣ ሜዝዩም፣ ኮይኑ ይጸንሖ። ኩሉ ቦታ ተሰባሪ ነገራት እዩ። ፈርዲናንድ ወላ እኳ ገዢፍ እንተኾነ ዝኾነ ነገር ከይተንከፈ ክሓልፍ ይፍትን። ክወጽእ ምስ ቀረብ ግን ሓንቲ ኣረጊት ሰበይቲ ዋናቲ ቦታ ከተጽሪ ትጅምር። ንጭራ ፈርዲናንድ ከም መጽረጊ ተጠቂዕማ ናብዚን ናብቲን ትጎቶ። ኣፍንጭኡ ከተጽሪ ከላ ፈርዲናንድ ብሓይሊ ይህንጥስ እሞ እታ ሰበይቲ ብመስኮት ትውርወር። ፖሊስ ይመጹ ንፈርዲናንድ ይሕዝዎ እሞ ናብ ካሳ ዴል ቴሮ ትወስድ መኪና ይጽዕንዎ። ኒና ፈርዲናንድ ክውሰድ ከሎ ትሪኦ እሞ ትስዕቦ። ንኽፈትሕዎ ትልምኖም፣ ንሶም ግን ስቕ ኢሎም ይኸዱ፣ ንሳ ድማ ኣብ መንገዲ ደው ኢላ ትበኪ። ፈርዲናንድ ናብ ካሳ ዴል ቴሮ ምስ በጽሐ እቲ ቦታ ይዝክሮ'ሞ ይፈርሕ፣ ብቐርኑ ድማ ክፍንቁሎ ይፍትን። እቲ ዋና ሚስተር ሞሪኖ ነቲ ዝተረበሸ ፈርዲናንድ ይዕዘብ'ሞ ንሓንቲ ጤል ክጽውዑ ይእዝዝ። ሉፔ ዝተባህለት ተዛራቢት ጤል ናብቲ መኪና ትድይብ እሞ ንፈርዲናንድ ብዘይ ዕረፍቲ ከተዘራርቦ ትጅምር። ኣብ መወዳእታ ፈርዲናንድ ካብ መኪና ይወድቕ እሞ ኣብ ልዕሊ ሉፔ ይወድቕ። ብድሕሪኡ ካብዚ ቦታ እዚ ንምውጻእ ክትሕግዞ ይሓታ። ሉፔ ግን ንኽስልጥን ዝሓተተ መሲሉዋ ብዓቢ ሓጎስ ክትዘልል ትጅምር። ናብቲ መዋግኢ ሜዳ ወሲዳ ምስቶም ካልኦት ብዕራይ ተላልዮም። እቶም ኣብዑር ንፈርዲናንድ ይዝክርዎ። ቫሊየንቴ መጺኡ ከም ቀደሙ ከፈራርሖን ክበኣሶን ይፍትን። ፈርዲናንድ ግን ዕሽሽ ይብሎ። በቲ ለይቲ ሰለስተ ቐናፍዝ መጺኦም መግቢ ክሰርቁ ይጅምሩ። ሉፔ ሪኣቶም ከተቋናጽቦም ትጅምር፣ እዚ ድማ ናብ ባእሲ ይቕየር። ፈርዲናንድ ንሉፔ ሒዙ ደው ብምባል ነቶም ቐናፍዝ ዘድልዮም ሒዞም ብመስኮት ክወጹ ብምሕጋዝን ነቲ ባእሲ የዝሕሎ። ብድሕሪኡ ናብ ገዝኡ ክኸይድ ይውስን። ናብቲ ሓጹር ከይዱ ክሰግሮ ይፍትን፣ ግን እቲ ናይ ኤለትሪክ ሓጹር ብኡንብኡ የውድቖ። ክትስእ ክቃለስ ከሎ ሰለስተ ኣፍራስ መጺኦም ይስሕቕሉ፣ ፈርዲናንድ ከመይ ገይሩ ነቲ ሓጹር ከም ዝሰብሮ ይሓቶም፣ ንሳቶም ግን እንተ ደጊምካ ንሰባት ክንነግረልካ ኢና ይብልዎ። ንጽቡሒቱ ንግሆ ሉፔ ኣቐዲማ ትትስእ እሞ ሰራሕተኛታት ኤል ፕሪሜሮ ይመጽእ ከም ዘሎ ክዛረቡ ትሰምዕ። ኤል ፕሪሜሮ ኣብ እስጳኛ ኣዝዩ ፍሉጥ ተቓላሲ ናይ ብዕራይ'ዩ። ቅድሚ ካብ ስራሕ ምውጽኡ ንናይ መወዳእታ ውድድር ተቓላሲ ብዕራይ ይደሊ ነይሩ። ሉፔ ነዚ ወረ ሰሚዓ በብሓደ ነቶም ኣብዑር እንዳ ኣተሰእት ብሓጎስ ክትዘልል ከላ ንጭራ ፈርዲናንድ ትረግጾ'ሞ ረጊሑ ምስ መንደቕ ኤል ጋጭዋ። ሚስተር ምሬኖ ንኤል ፕሪሚሮ ብኽብሪ ይቕበሎ፣ ሰራሕተኛታት ድማ ነቶም ኣብዑር ናብቲ ሜዳ ይለቁዎም። ፈርዲናንድ ናብቲ ሜዳ ክኣቱ ኣይደለየን፣ ቫሌንቴ ግን ብድሕሪኡ ይረግጾ'ሞ ፈርዲናንድ ተደፊኡ ይኣቱ። እቶም ካልኦት ኣብዑር ንሓድሕዶም ክዋግኡ ይጅምሩ። ሓደ ሰራሕተኛ ካብቲ ሜዳ ቀልጢፉ ክወጽእ ስለ ዘይከኣለ፣ ብማሂና ብላቦራቶሪ ዝተሰርሐ ዝመስል ዘስካሕክሕ ብዕራይ ይጉየ። ፈርዲናንድ ነቲ ኣብ ቅድሚ ኤል ፕሪሜሮ ንምርኣይ ተገዲዱ ኣብ ማእከል ሜዳ ፌንት ዝኣተወ ጓፖ ዝተባህለ ብዕራይ ንምሕጋዝ ይጎይ'ሞ፣ መሊሱ ድማ ዕግርግር ይውስኽ። ፈርዲናንድ ምስ ጓፖ ይራኸቡ እሞ ብሃንደበት ኣብ መንጎ ቦነስን መክሂናን ይኣቱ። እዚ ዝፈጠሮ ህውከት ድማ ኤል ፕሬሜሮ ነቲ ውድድር ቀልጢፉ ከቋርጾን ንኣቶ ሞሬኖ ድማ እንስሳታት እቶም እንስሳታት ዋጋ የብሎምን ይብሎ። ድሕሩ ናይ ኣቶ ሞሬኖ ልማኖ ኤል ፕሬሜሮ ሓደ ዕድል ይህቦ። እንተኾነ ግን ሻምፕዮን ብዕራይ እንተዘይረኺቡ ናይ ካሳ ዴል ቴሮ ስም ኣብ መላእ ስጳኛ ከምዝባላሽዎ የጠንቅቖ። እቶም ካልኦት ኣብዑር ንፈርዲናንድ በቲ ዘጋጠመ ይወቕስዎ። ድሕሪኡ ንጓኮ ኣብ ደገ ኰይኑ ብሓጐስ ክጽምብል ይሰምዕዎ'ሞ ኣብ መኪና ተጻዒኑ ይረኽብዎ። ቦነስ እታ መኪና ደንጕዩ የለልያ። ንሳ ናይ ተዓዋቲ መኪና ዘይኰነት፣ ብኣንጻሩ ናብ መሕረዲ ቦታ እትወስድ መኪና እያ። በታ ለይቲ እቲኣ ፈርዲናንድ ብዛዕባ ኒና እናሓሰበ ከይደቀሰ ይሓድር። ቦነስ ብዛዕባ ጓፖ እናሓሰበ ብሕሹኽሹኽ ክብል ክይሰምዖ፣ ፈርዲናንድ ምሉእ ለይቲ ከጸናንዖ ይፍትን። ንጽብሒቱ ንግሆ፣ ሉፔ ንፈርዲናንድ ክስልጥን ከተእምኖ ትፍትን። ንሳ እናተዛረበት ከላ፣ ፈርዲናንድ ሓደ ማንቲለ ኣብ ቅድሚ እቲ ኣንጉስ ክወግኦ ዘዳለዎ በርሚን ይርኢ። ደው ንኣንጉስ ደው ንምባል ይጎዪ፣ እንተኾነ ግን ካብ መስመሩ ክኣልዮ ግዜ ኣይረክብን። ነቲ ማንቲለ ከይርገጽ ድማ ብገዛእ ቀርኑ ተጠቒሙ ይከላኸለሉ። እቲ ማንትለ ስለ ዝሰንበደ ይፍንትት እሞ ኣብ ልዕሊ ቀርኒ ፈርዲናንድ ይወድቕ። ፈርዲናንድ ንምትስኡ ተጠንቂቑ ናብ ናይ ማይ በርሚል የእትዎ። ሉፔ ኣብቲ ቃልሲ ስለ ዘየተኮረ ትጎንሖ። ፈርዲናንድ እንደገና ክቃለስ ከም ዘይደሊ ይነግራ። ሉፔ ካልእ ሜላ ትፍትን እሞ ነቲ ናይ ብዕራይ ቃልሲ ከም ጓይላ ሳዕስዒት ገይሩ ክሓስቦ ትሕብሮ። እቶም ሰለስተ ኣፍራስ ብልዕሊ ሓጹር ተቐልቂሎም ነዚ ሓሳብ'ዚ የላጋልጹሉ። ፈርዲናንድ ናብቲ ሓጹር ቀሪቡ ናይ ታፕ ዳንስ ሳዕስዒት ይጅምር። እቶም ኣፍራስ ድማ ግብረ መልሲ ይህብዎ። ኣንጉስ ምእንቲ ክጽንበሮም ንሉፔ ሃርሞኒክኡ ክትመልሰሉ ይሓታ። እቶም ቀናፍዝት ነቲ ኤሌክትሪክ ዘለዎ ሓጹር ከም መጉልሒ ድምጺ ስፒከር ይጥቀሙሉ። ቦንስ ድማ ኣብ ብሬክ ዳንሲን ይሳተፍ። እቲ ቀጺሉ ዝኸውን ኣብ መንጎ እቶም ኣብዑርን ኣፍራስን ዝግበር ናይ ጽርግያ ሳዕስዒት ውድድር እዩ። ማሻ ኣትያ እውን ነቶም ኣፍራስ ብፍሉይ ትብድሆም። እቶም ኣብዑሩ ይዕወቱ። እቶም ኣፍራስ እናተባእሱ ከለዉ ነቲ ሓጹር ይትንክፍዎ እሞ ብኤሌክትሪክ ይተሓዙ። ድሕሪኡ ቫሌንተ ነቲ ጽምብል ብምቁራጽ እቶም ክቃለሱ ዘይደልዩ ኣብዑር ናብ መሕረዲ ከም ዝኸዱ የዘኻኽሮም። ፈርዲናንድ ድማ ካብዚ ሓጹር ወጻኢ ናጻ ክኾኑሉ ዝኽእሉ ዓለም ከም ዘሎ ይነግሮም። ቫሌንተ ግን ፈርዲናንድ ብሓቂ ናጻ እንተ ዝኸውን ነይሩ ናብዚ ተመሊሱ ኣይምመጸን ይብል። እዚ ሓሳብ እዚ ንኹሎም የሰንብዶም። ቦነስ እቶም ካልኦት ናብ ልምምድ ይምለሱ። ፈርዲናንድን ሉፔን በይኖም ይተርፉ። ፈርዲናንድ መደቡ ይነግራ። በታ ለይቲ እቲኣ ሃዲሙ ንኒና ከላልያ እዩ። ሉፒ በዚ ትሕጎስ። ይኹን ግን ካብቲ ቤት ንምህዳም ፈርዲናንድ በቲ ቀንዲ ቤት ሳሎን ክሓልፍ ኣለዎ። ካብቶም ቅንፍዝ ድማ ሓገዝ ይሓትት። ንሳቶም ድማ እቲ እንኮ መንገዲ ቀንዲ ክፍሊ ደቂ ሰባት ወይ ሳሎን ከም ዝኾነ ይነግርዎ። ፈርዲናንድ ብመስኮት ገይሩ ኣብ ልዕሊ መኪና ኤል ፕሪሜሮ ይወርድ እሞ መጠንቀቕታ ድምጺ ኣላርም ይጅምር። እቶም ሰራሕተኛታት ክርእዩ ምስ መጹ እቶም ቀናፍዝ ንኣቓልቦኦም ንምጥምዛዝ ይስዕስዑ። ኩሉ ሰብ ምስ ከደ ፈርዲናንድ በቲ ገዛ እንዳሓለፈ ከሎ ስእልታት ኣብ መንደቕ ዝተሰቕሉ ኣቕርንትን ዘለዎ ክፍሊ ይረክብ። ናይ ኣቦኡ ቀርኒ እውን ኣብኡ ነበረ። ልዕሊኡን ዙርይኡን ብዙሓት ኣቕርንቲ መሊኦም ነበሩ። ናብቲ ቦታ ዝኸደ ኩሉ ብዕራይን ዝግበር ኩሉ ቃልስን እንታይ ከም ዝኾነ ድማ ይርድኦ። እቶም ቀናፍዝ ማዕጾ ይኸፍትሉ። ፈርዲናንድ ንኣዕርኽቱ ከጠንቅቖም ይምለስ። ዝረኣየ ነገር ንኹሎም ኣብዕሩ ይነግሮም። ቫሌንቴ ክኣምኖ ፍቓደኛ ኣይኮነን። ንፈርዲናንድ ንወጻኢ ደፊኡ ንቓልሲ ይብድሆ። ፈርዲናንድ ከህድኦ ይፍትን። ኣብቲ እናገደደ ዝኸይድ ግጭት ግን ቫሌንተ ሓደ ካብ ቀርኑ ይስበር። ኤል ፕሪሜሮ ካብቲ ባልኮኒ ኮይኑ እናተዓዘበ በርቲ ፈርዲናንድ ዝሃቦ ግብረ መልሲ ይድነቕ እሞ ንዕኡ ንናይ ማድሪድ ናይ መወዳእታ ቃልሲ ይመርጾ። ኣይተ ሞሪኖ ንቫሌንተ ብዝተሰብረ ቀርኑ ክጥቀመሉ ስለ ዘይክእል ድማ ናብ መሕረዲ ክወስዶ ይውስን። ፈርዲናንድ ንበይኑ ኮይኑ ወላ እውን ብዘይ ቫሌንተ ምኻድ ይኣቢ። እቶም ቀናፍዝ ነቶም ኣፍራስ ናብቲ ደምበ ስሒቦም ብሓጺን ይዓጽዎም። እቲ ማኪና ዝተባህረ ፈረስ ነቲ ናይቲ ኤለትሪክ ሓጹር ድማ ይበልዖ። እቶም ኣብዑር ማዕጾ እቲ ደምበ ዓጽዮም ነቶም ኣፍራስ ድማ ይሽግጥዎም። እቲ ሓጹር ይፈርስ፣ ንምሕላፍ ድማ ክፍቲ ኮነ። ፈርዲናንድ ካብ ካሳ ዴል ቴሮ ወጺኡ ናብቲ መሕረዲ ቦታ ይበጽሕ። ንቫሌንተ ተስፋ ቀሪጹ ኣብ ደምበ ይረኽቦ። ፈርዲናንድ ናይቲ ቤት ማእሰርቲ ማዕጾ ይፈትሓሉ። ቫሌንተ እዚ ዕድል እየ እዩ ኢሉ ክሃድም ኣይደልን። ድሕሪኡ ክልቲኦም ጓፖ ኣብ ውሽጢ እቲ መሕረዲ ሓገዝ ክሓትት ይሰምዕዎ። ፈርዲናንድ ናብ ውሽጢ ይኣቱ፣ ኢንፍራሬድ ብርሃን ምስ ጠሓሰ ድማ እቶም ማሽናት ክንቀሳቐሱ ይጅምሩ። ነቲ ተንቀሳቓሲ ማሽን ደው ንምባል ንጓፖ ይስዕቦ። ቫሌንተ ተቐርቂሉ ሓጺን ኣብቲ ማሽን ብምእታው እቲ መሕረዲ ንጋፖ ከይበጽሖ ደው የብሎ። እቲ ማሽን ንነፍሲ ወከፎም ሓሓደ ቀርኒ ሒዞም ናብ ናይ ብረት ክፍሊ ይስንድዎም። ኣብኡ ምስ በረዱ ድማ ናብ መኪና መዕሸጊ ቦታ ይድርብዎም። ብፍጥነት እናተንቀሳቐሱ ካብቲ ፋብሪካ ወጺኦም ኣብታ ናይቲ ተዓዋቲ መኪና ይኣትዉ። ሉፔን እቶም ቀናፍዝን ነታ መኪና ይቆጻጸርዋ። እቶም ኣብዑር ድማ ኣብ ድሕሪት ይስቀሉ፣ እቶም ቅርንፍዝ ይዝውርዋ። እቲ ገዛ ንደገ ክወጹ ክብሉ እቲ ማንትለ እንደገና ኣብ ቅድሚኦም ኮይኑ ብስንባደ ሃለዋቱ የጥፍእ። ፈርዲናንድ ደው ኢሉ ተጠንቂቑ ኣብ ድሕሪት ማኪና የቐምጦ። እቲ ማኪና ዝተባህለ ብዕራይ ኤለትሪክ ተጠቒሙ ነቲ ማንትለ የነቓቕሖ። ናብ ክፉት ጽርግያ ድማ ይሃድሙ። ናብ ማድሪድ ይጓዓዙ። ኣብኡ እውን ንነዊሕ ሰዓታት ኣብ ናይ ትራፊክ ጽቕጥቅጥ ጠጠው ይብሉ። እቶም ሰራሕተኛታት ድማ የርክቦ። ፈርዲናንድ መንገዲ ባቡር ይርኢ እሞ ነቲ ቐደም ዝምለጠሉ ኣገባብ ይዝክሮ። ናብቲ መንገዲ ባቡር ድማ ይጎዪ። ንሓደ ካብቶም ቅንፍዝ እታ ባቡር ትንቀሳቐስ እንተላ ንምርኣይ ኣብ ልዕሊ እቲ ዓረብያ ይድርብዮ። እታ ባቡር ድማ ትንቀሳቐስ ነበረት። እቶም ኣብዑር ብኢድ ዝዝወር ዓረብያ፣ ሃንድ ክያር፣ እናደፍኡ ነታ ባቡር የርክብዋ። ፈርዲናንድ ንኹሎም ኣብታ ባቡር የስቅሎም እሞ ንሱ ግን ንዕኦም ንምክልኻል ይተርፍ። ኣብኡ ድማ ይተሓዝ። ናብቲ ኣብ ማድሪድ ዘሎ ናይ ቃልሲ ሜዳ ኣሬና ምስ ኤል ፕሪሜሮ ክቃለስ ድማ ይውሰድ። ጋዜጠኛታት ነቲ ፍጻመ የቃልሕዎ፣ እቲ ፈነወ ድማ ናብቲ ሕርሻ ይበጽሕ። ኹዋን ንፈርዲናንድ ኣብ ቴሌቪዥን ይሪኦ፣ ንሱን ኒናን ብኡ ንብኡ ብመኪና ይብገሱ። እቲ ሜዳ ሰብ መሊኡ ነበረ። ሓንቲ ሰበይቲ ኤል ፕሪሜሮ ክኣቱ ከሎ ዕምበባ ትድርብየሉ፣ ንሱ ግን ከይርኣየ ይሰግሮ። እቲ ማዕጾ ይኽፈት እሞ ፈርዲናንድ ብህድኣት ናብቲ ሜዳ ይኣቱ። ኤል ፕሪሜሮ ዘለዎ ኩሉ ሜላታት ይፍትን፣ ፈርዲናንድ ግን ገዚፍን ዘይህወኽን ኮይኑ ንምጥቃዕ ዝኾነ ድሌት ኣየርእየን። ኤል ፕሪሜሮ ነቲ ቀይሕ ጨርቂ የንቀሳቕሶ፣ ፈርዲናንድ ግን ብዘይ ዝኾነ ቁጥዐ ይጥምቶ ጥራይ። ኤል ፒሪሜሮ ስለ ዝተበሳጨወ ንሓጎስቱ ነቲ ብዕራይ ብጭማራ ከጥቅዕዎ ይጽውዕ። ፈርዲናንድ ኣብቲ ሜዳ እናጎየ ይሃድመሎም። ፈርዲናንድ ክሓልፍ ከሎ እቲ ቀይሕ ጨርቂ ኣብ ቀርኑ ተለጢፉ ገጹ ይሽፍኖ። ክርኢ ስለ ዘይከኣለ ፈርዲናንድ ድማ ይበራበር። ኤል ፕሪሜሮ ነቲ ጨርቂ ክወስዶ ከሎ ኣብ ልዕሊ ፈርዲናንድ ይወድቕ። ፈርዲናንድ ድማ ካብቲ ኣሬና ረጊሑ ይድርብዮ። ኤል ፕሪሜሮ ክልተ በላሕቲ ጭማራታት ሒዙ ይምለስ። ፈርዲናንድ ንኽልቲኤን የስተን። ኣብ መወዳእታ ኤል ፕሪሜሮ ንፈርዲናንድ ይሓርሞ። ፈርዲናንድ እናደመየን እናተቖጥዐን ነቲ ተቓላሳይ ሒዙ ንምውቃዕ ይዳሎ። ድሕሪኡ ናብ ታሕቲ ይጥምት እሞ ነታ እታ ሰበይቲ ዝደርበየታ ዕምባባ ይርኢ። እታ ዕምባባ ድማ ደው ተብሎ። መን ምዃኑ ድማ ይዝክር። ንኤል ፕሪሜሮ ድማ ይሓድጎ እሞ ንድሕሪት ይስጉም። ኮፍ ይብል። ነታ ዕምባባ ድማ ይሽትታ። ኤል ፕሪሜሮ ንድሕሪት ይምለስ፣ ድሕሪኡ ሴፍ ሒዙ ይገጥሞ፣ እቲ ምሉእ ህዝቢ ይዕዘብ ነበረ። ኤል ፕሪሜሮ እታ ሴፍ ምስ ኣልዓለ እቲ ህዝቢ ክጭድር ይጅምር፣ ነቲ ብዕራይ ግደፎ ግደፎ ኢሉ ድማ ይልምኖ። እቲ ድምጺ እናወሰኸ ይኸይድ፣ ኤል ፕሪሜሮ ንፈርዲናንድ ኣብ ማእከል ዕምባባታት ብህድኣት ኮፍ ኢሉ ከይተባእሰን ንማንም እውን ከይፈርሀን መንነቱ ዓቂቡ ይርእዮ። ኤል ፕሪሜሮ ርእሱ ይንቕንቕ፣ ነቲ ብዕራይ ሰላምታ ሂቡ ድማ ይወጽእ። እቲ ህዝቢ ብታሕጓስ ይጭድር፣ ኒና ናብቲ ሜዳ ትጎዪ፣ ፈርዲናንድ ድማ ይርእያ። እቶም ምስኡ ዝመጹ ኣዕሩኽቱ፣ ቫለንቴን፣ ካልኦት ኣብዑርን፣ ሉፔን፣ ቅንፍዝን፣ ኣብቲ መዓጾ ተኣኪቦም፣ ፈርዲናንድ ብዘይ ዝኾነ ጎነጽ ከም ዝተዓወተ ይርእዩ። ኣይተ ሞሬኖ ንካሳ ዴል ቴሮ ይሓድጎ። ሉፔን፣ ፈርዲናንድን ኩሎም ናብቲ ናይ ኒና ሕርሻ ክነብሩ ይኸዱ። ኣብኡ ኣብ ኩሉ ቦታ ዕምባባታት ኣሎ፣ ዋላ ሓደ ፍጡር ድማ ካብቲ መንነቱ ወጻኢ ክኸውን ኣይሕተቱን። እታ ፍሊም ድማ ኣብዚ ትፍጸም። ኩቡራት ተኸታተልቲ ንሎሚ ሒዝናልኩም ዝመጻና እዚ ይመስል ኔሩ። ሳብስክራይብ ሼር ኮመንት ድማ ኣይትረስዑ።